ብዝተፈላለየ መገዲ ወይ ብዝተፈላለየ ቪድዮታት ከምዚ ክንገብር ኣለና፣ ኣብ ህይወትና ከምዚ ዓይነት ለውጢ ከነምጽእ ኣለና፣ ከምዚ ዓይነት ምዕባለታት ከነምጽእ ኣለና ዝብል ቪድዮታት ርኢኹም ትኾኑ ኢኹም። እቲ ቀንዲ ሕቶ ግን ከመይ ብኸመይ ክንገብሮ ንኽእል፣ እንታይ ዓይነት ሜላታት ተጠቂምና፣ ከመይ ጌርና ኢናኸ ናብቲ ደረጃ እቲ ክንበጽሕ ንኽእል ዝብል ሕቶ እዩ። እምበኣርከስ ነዚ ኣብዛ ቪድዮ እዚኣ ጥልቕ ዝበለ መግለጺ ውሽጢ ኣቲና መርሚርና እንታይ ምዃኑ ከመይከ ክንገብር ኣለና ብኸመይ ኢናኸ እቶም ነገራት ከነማዕብሎም ንኽእል ክንርኢ ኢና። ሰላም ከመይ ኣለኹም ኩልኹም ተኸታተልቲ ናይ ቻነል እዚ ኣበየ ምሳኹም ዘለኹ እምበኣርከስ ከምዛ ቀዲመ ዝነገርኩኹም ናይ ሎማዓንቲ ቪድዮና ጥልቕ ኢልና ብኸመይ ነገራት ካብ ጥቕ ክንጥቀመሎም ከም ንኽእል እንታይ ዓይነት ኣክሽን ክንወስድ ንኽእል እንታይ ዓይነት ጥበባት እንታይ ዓይነት ሜላታት ኢና ንጥቀም ዘለና ዝብል ክንርኢ ኢና ቅድሚኡ ግን ሳብስክራይብ ምግባርኩም ኣይትርስዑ ሳብስክራይብ ክትገብሩ ከለኹም ካታ ናይ ደወል ምልክት ብምጽቃጥ ሓደሽቲ ቪድዮታት ከውርድ ከለኹ ምእንቲ መልእኽቲ ክበጸኩም ቀዲማ እምበኣር ኣእምሮና ከመይ ከም ዝሰርሕ ክንፈልጥ ኣዝዩ ኣገዳሲ እዩ ኣእምሮና መጀመርያ ንዓና ንኽከላኸለልና እዩ ተፈጢሩ እምበር ንዓና ከዕብየና ወይ ክልውጠና ወይ እንዳዓበና ንኽኸይድ ንኽሕግዘና ኣይኮነን ተፈጢሩ። ስለዚ ድማ ኢና ዝኾነ ነገር ከጋጥመና ከሎ ቀዲምና ንሃድም። ዝኾነ ዘፍርሕ ነገር ክመጸና ከሎ እንታይ ምዃኑ ከየረጋገጽና ቀዲምና ንሃድም። ገለገለ ወረግ ጽላሎቶም ሪኦም ክስንብዱ ንርኢ ኢና። እንታይ ምዃኑ ከየረጋገጹ ይስንብሉ። ዳስዋይ እቲ ኣእምሮና ንዓና ንኽከላኸለልና፣ ንዓና ክጥንቀቐልና፣ ካብ ሓደጋ ንኽከላኸለልና ኢሉ ስለ ዝተሰርሐ እዩ። ዝኾነ ነገር ክንሓስብ ከለና፣ ቢዝነስ ክንጅምር ክንደሊ ከለና፣ ዝኾነ ኣክሽን ክንወስድ ክንደሊ ከለና፣ ኣብ ሓንጎልና መጺ መጀመርያ ዝመጸና እንታይ እዩ? ተኸሰርካኸ፣ ከምዚ ተጋጠመካኸ፣ ከምዚ ተኾንካኸ፣ ተወደቕካኸ፣ ሰባት ከምዚ ተበሉኻኸ፣ እዚኦም ብምሉኦም ሓሳባት ካብ ኣእምሮና ዝመጹ ሓንጎልና ንዓና ካብ ውድቀት ካብ ሓደጋ ክከላኸለልና ስለ ዝተሰርሐ እዮም ከምኡ ዓይነት መልእኽትታት ናብ ኣእምሮና ዝመጽእ። ስለዚ ንኣእምሮና ባዕልና ኢና ነሰልጥኖ። እሱ ይኮነ ንዓና ዘዕበየናን ዝልውጠናን ንሕና ኢና ኮነ ኢልና ብትምህርቲ ገለገለ ሰብ ብትምህርቲ ገለገለ ሰብ ከዓ ብናይ ህይወት ተሞክሮ እንዳረኣየ እንዳዓበየ ንኣእምሮኡ እናመገበ ዝኸይድ ስለዚ ኣእምሮና ከምዚ እንድሕር ኮይኑ ባዕልና እንድሕር ንልውጦ ኮይና ከመይ ጌርና ኢና ንልውጦ? ቀዲመ ኣእምሮና ኮንሽስ ኤንድ ሳብ ኮንሽስ ማይንድ ዝበሃሉ ክፋላት ኣለዎ። እቲ ኮንሽስ ማይንድ ዝበሃል ነገራት ተረዲእና ኮነ ኢልና ፈሊጥና ንገብሮም ነገራት ብኡ ኢና ንጥቀም። እቲ ሳብ ኮንሽስ ማይንድ ዝበሃል ግን ነገራት ከይሓሰብና ኮነ ከይተረዳእና ንገብሮም ነገራት ኢና ብኡ ንጥቀም። ንኣብነት ሓደ ነገር ክንገብር ንደሊ እሞ ኮነ ኢልና ከይድና ነቲ ነገር ክንገብሮ ከለና እዚ ኣብዚ እዋን ኮንሽስ ማይንድና ኢና ንጥቀም ደለና። ንኣብነት ኣነ መጽሓፍ ከንብብ ድሕር ደልየ ኮነ ኢለ ኦኬ መጽሓፍ ከንብብ ኣለኒ ምክንያቱ ክዓቢ ክልዎ እንተኮይነ መጽሓፍ ከንብብ ኣለኒ ኢለ መጽሓፍ የንብብ ማለት እዩ እዚ ኮንሽስ ማይንድና እዩ ዝጥቀም ደሓር ግን ነገራት እናተደጋገሙ እናተደጋገሙ እናተደጋገሙ ምስ ዝኸዱ እቲ ነገር ናብ ሳብ ኮንሽስ ማይንድና ይኸይድ ማለት እዩ ኣብ ሳብ ኮንሽስ ማይንድናኻ ከም ሃቢት ወይ ከዓ ከም ልምዲ ኮይኑ ኣብኡ ይቕመጥ ብድሕሪ እዚ ኣብቲ ሳብኮንሽስ ማይንድና እንድሕር ከይዱ ወይ ሃቢት ወይ ከዓ ልማድ እንድሕር ኮይኑ ከይሓሰብና ወይ ከዓ ከየሳላሰልና ክንገብሮም ንጅምር ማለት እዩ ንኣብነት ገለ ኣብነት ክበኩም ይኽእል እየ ንጎ ተስኢኹም ገፅኩም ትሕፀቡ እንዳሓሰብኩም ዲኹም ወይ ገፀይ ክሕፀብ ኣለኒ ኢልኩም ዲኹም ኣይኮነን ትስኢ ኢልና ገፅና ከም ንሕፀብ ፈሊጥና ኣለና ቋንቋ ንባዕሉ ዘረባ ንዛረቦ ካበይ ድመፅእ ልምዲ እዩ ካብ ነዊሕ ስለተዘራረብናዮ ሓሲብኩም ዲኹም ትዛረቡ ሓሲብኩም ዲኹም ትምልሱ? እዚ ካብ ሳብኮንሽስ ማይንድና እቲ ሳብኮንሽስ ማይንድ ዝበሃል ተዘይህሉ ነይሩ ኩሉ ግዜ ሓድሽ ምኾንና ልማዳት ኣይምሃለወና ንጎ ተሲእና ሓድሽ ዘረባ ክንዛረብ ምጀመርና ኩሉ ነገራት ከም ብሓድሽ ክንጅምሮም ይፈተና ግን ሓደ ነገር ደጋጊምና ክንገብሮ ከለና ናብ ልማድ ይቕየር ሎማዓንቲ ብዛዕባ እዚ ልማድ ድብል ኢና ክንዛራብ። እዞም ልማዳት ኣዝዮም ወሰንቲ እዮም። ንሕና ብልማዳትና ዝተሰርሐና ሰባት ኢና። ብልማዳትና ከኣዮም ናይ መፃኢ ህይወትና ዝውስሉና። እንታይ ዓይነት ልምድታት ኣለዉ ኣብ ህይወትካ? እንታይ ዓይነት ኣገ ኣካይዳ ኢኻ ትጥቀም? እዞም ልምድታትካ ከ ካበይ ደምጸኻዮም እዮም? ብተፈጥሮ ንሕና ካብ ንኣሽቱና ጀሚርና ምስ ቤተሰብና ንዓቢ ካብ ቤተሰብ ናይ ከባቢና ካብ ከባቢና ናይ ኣዕሩኽትና ካብ ኣዕሩኽትና ናይ መማህራንናን ናይ መማህርትናን ካብኡ ሓሊፉ ከዓ ናይ ሶሻል ሜድያ ጽልዋታት እንዳሕደረና ኢና ንመጽእ እዚኦም ድማ ፈሊጥና ኮነ ከይፈለጥና ኣብቲ ሳብ ኮንሽስ ማይንድና ስለ ዝኣትዉ ከይተረዳእና ክንትግብሮም ንጅምር ገለገለ ሰባት ሪኢኹሞም ዘለኹ ፍልይ ዝበለ ባህርያት ዘለዎም ገለ ገለ ሰባት ድማ ዘየፍርሕ ነገር ክፈርሑ ትርእይዎም ካበይ ዝመፀ እዩ እዚ እዚ ካብ ንኣሽትኦም ከይተረድኦም ዝገብርዎ ዝነበሩ ወይ ከይተረድኦም ብተደጋጋሚ ዝግበር ዝነበረ ኣብቲ ሳብኮንሽስ ማይንድ ከም ሜሞሪ ኮይኑ ከም ሃቢት ኮይኑ ተቐሚጡ ኣሎ እዚኦም ድማ እዮም ነዚ ሰብ እዚ ናይ ህይወት ውሳኔታት ዝህቡ ነዚኦም ግን ኮነ ኢልና ክንቅይሮም ንኽእል ኢና ቀሊል ዘይክኸውን ይኽእል እዩ ግን ድሕር ደሊናዮም ኮነ ኢልና ድሕር ሰሪሕናሎም ግን ክንቅይሮም ንኽእል ኢና ስለዚ ድማ ኢና ኣብቶም ልምድታትና ከነተኩር ዘለና። ስለዚ ድማ እየ ሎማዓንቲ ነዛ ቪድዮ እዚኣ ከካፍለኩም መፅየ ዘለኹ። ምክንያቱ ልምድታትና ኣዝዮም ኣዝዮም ወሰንትን ጠቐምትን ብጣዕሚ ከዓ ኢምፖርታንት እዮም። ሓደ ሰብ ኣብ ልምድታቱ እዩ ዝምርኮስ ንኣብነት ገለገለ ሰብ ናይ ወልፍታት ልምዲ ክህልዎ ክእል ወልፍታት ካብ ልምዲ ዝመፅ ልምድታት ዘይምህላው ንባዕሉ ልምዲ እዩ ነገራት ክትገብር ዘይምድላይ ንባዕሉ ልምዲ እዩ እዚኦም ልምድታትናኸ ከመይ ጌርና ኢና ክንቅይሮም ንኽእል? ሓደ ሰብ መጽናዕቲ ከም ዝተገበረ ሓደ ሰብ ክሳብ ዕስራን ሸውዓተን መዓልትታት የድልዮ ሓደ ነገር ከም ልምዲ ክሕዞ ይብሉ። ምናልባት ካብ ሰብ ናብ ሰብ ስለ ዝፈላለ ግን ገለገለ ዕስራን ሓደን ይብልዎም ገለገለ ከዓ ሰላሳ ይብልዎም። ወርሒ ኢልና እስኪ ንሓዞ። ሓደ ነገር ኣብ ህይወትና እንታይ ክኸውን ኢና ንደሊ ዘለና እንታይ ክመጽእ ኢና ንደሊ ዘለና ወይ እንታይ ዓይነት ለውጢ ንጽበ ኣለና? ኣብ ህይወትና ክህልወና እንደልዮ ነገር እንታይ እዩ? እንታይ ቀንዲ ዕላማና እንታይ እዩ? ምስጢር ናይ ምንባርና እንታይ እዩ? እዚኦም ሕቶታት እዚኦም ኣዝዮም ወሰንቲ እዮም፣ ንነብስና ንሕተቶም። መጀመርያ መጀመርያ ክንገብሮ ዘለና ንነብስና ምሕታት እዩ። መብዛሕትኦም ሕጂ ክዛረብ ከለኹ ወይ ቅድሚ ሕጂ ዝነበረ ቪድዮታተይ ርኢኹም ያ ሓቁ እዩ እኮ ጽቡቕ ኣሎ ትብሉ ትኽእሉ ኢኹም። ምክንያቱ እቲ ኩሉ ነገር ኣብ ውሽጥኹም ስለ ዘሎ እዩ። ትፈልጥዎ ኢኹም እቲ ጸገም ኮይኑ ዘሎ ከመይ ጌርና ናብ ተግባር ንቕይሮ፣ ከመይ ጌርና ናብ ረብሓና ንቕይሮ፣ ከመይ ጌርና ናብ ጥቕምና ንቕይሮ እዩ ዝበዝሐ ሰብ ዝሽግሮ። ሽጋራ ዘትክኹ ሰባት ሽጋራ ከም ትቐትል እንዳፈለጡ እዮም ዝገብርዎ። ምክንያቱ ልምዲ ኮይንዎም እዩ፣ ከም ልምዲ ሒዞም እዮም፣ ንነዊሕ ግዜ ሒዞም ጸኒሖም እዮም። እዚኦም ከ ብኸመይ ኢና ንቕይሮም? እዚኦም ንክንቅይሮም ናብቲ ሳብኮንሽስ ማይንድና ቅድሚ ምስዳድና ኮነ ኢልና ክንገብሮም ዘለና ነገራት ኣሎ። መጀመርያ መጀመርያ ከነለልዮም ኣለና እንታይ እዮም ኣብ ህይወትና ጎዳእቲ ነገራት እንታይ እዮም ከጠቐምቲ ነገራት እዚኦም ከነለልዮም ኣዝዮም ወስንቲ እዮም መሰለለናዮም ደሓር ኮነ ኢልና ነቶም ሕማቓት ልምድታት እንዳውፀና ብሓደሽቲ ልምድታት ንትከኦም ከምቲ ኣቐድማ ቢለ ዝበልኩኹም ንሕና ውፅኢት ናይ ስድራና ካብ ስድራና ናይ ጎረባብትና ካብ ጎረባብትና ናይ ገዛውትና ካብኡ ሓሊፉ ናይ መምሃራናን ናይ መማህርትናን ካብኡ ከዓ ናይ ሶሻል ሜድያ ውፅኢት ኢና እዚ ዓይነት ኣተሓሳስባ ወይ ከዓ እዚ ዓይነት ልምድታት ኢና ሒዝና መፂና ዘለና ግን ሓደ ሰብ ወዲ ዕስራ ዕስራን ልዕሊ ዕስራ ክኸውን ከሎ እዚኦም ኣለል ይኮነ ኢሉ ክቕይሮም ኣሎ እንታይ ዝበሃል ሓደ ግዜ መፅናዕቲ ተገይሩ ኣብ ኣሜሪካ እንታይ ዝበሃል ልምድታት ኣሎ ዝበሃል ኣበሃል ኣሎ መሲልኩም ሓደ ሰብ ልዕሊ ወዲ ሰላሳን ኣርባዕተ ወዲ ሰላሳን ሓሙሽተን ክኸውን ከሎ ሽዕኡ ነቲ ዝነበሮ ሒዝዎ እዩ ዝቕጽል። ነቲ ዝነበሮ ልምዱ ክቕይሮ ኣዝዩ እዩ ዝሽገር። ምኽንያቱ ንሰላሳን ገለን ዓመት ሒዝዎ ዝመ ሚእቲ ዶላር ከውጽ ድሕር ብ- ካብ ባንክ ሚእቲ ዶላር ምውጻእ ልምዲ ሃልይዎ ኮይኑ ክልተ ሚእቲ እንዳድለዮ ተመላሊሱ የውጽአን እምበር ብሓንሳብ ክልተ ሚእቲ እኳ ኣየውጽእን እዩ ዝብል እ፣ መጽናዕቲ በጺሖም ነይሮም ማለት እዩ። ስለዚ እዚኦም እዮም እቶም ልምድታትና ንዓና ከም ሰብ ሰሪሖም ሒዞምና ደለዉ እዚኦም ልምድታትና እዮም። ሕማቕ ይኹኑ ጽቡቕ ማለት እዩ። ስለዚ ሕጂ ግን እዞም ሕማቓት ልምድታት ንብሎም ዘለና ብኸመይ ኢና ነወግዶም? ብኸመይ ኢና ከነውፅኦም? እዚ ንክንገብር ቀሊል ዘይክኸውን ይኽእል እዩ ወይ ከዓ ነዊሕ ፃዕሪ ከድልየና ይኽእል እዩ። ኣትሊስት ወርሒ ኮነ ኢልና ሰባት እንተኽኢልና ኣካውንታቢሊቲ ሒዝና ክንገብር ኣለና። ሓደ ኣብነት ክበኩም ኣብ ግዜ ድቃስና ንኣብነት ንግሆ ካብ ፅባሕ ጀሚረ ንግሆ ክትስእ ኣለኒ ክንብል ንኽእል ኢና። ምሸት ምስ ደቀስና ግን እቲ ኮንሽስ ማይንድና ደቂስ እዩ ዘሎ ኣየና ይንቑሕ ዘሎ እቲ ሳብ ኮንሽስ ማይንድና ይንቑሕ ዘሎ እሱ ግን እንታይ ዝፈልጥ ንግሆ ኣርፊድካ ከምቲ ትስእ እዩ ዝፈልጥ ስለዚ ንግሆ ኣላርም ዋላ ክትፅውዑ ከላ ኣጥፍኢኻ ኢኻ ትድቅስ ምክንያቱ ሓድሽ ነገር እያ መፂ ዘሎ ንዑ እንታይ ዝኸውን ደሎ እዚ እኮ ጌርካ ትፈልጥ ነገር ኢኻ ዋ እንታይ ዝፍጠር ደሎ እዩ ዝብል ደሓር ምስ ተበራበርካ ግን እቲ ኮንሸስ ማይንድ ናትካ ምስ ተስእ ክትስእ እባ ነይርኒ ትብል ስለዚ ድማ ገለገለ ሰባት ንኸተስእዎም ኣካውንታቢሊቲ ክሕዝዎም ዘገድስ ወይ ከዓ ዘድልዮም ዋላ እቶም ዓበይቲ ዕውታት ሰባት እንታይ ይገብሩ መሲልኩም እዚ ነገር እዚ ስለ ዝርድኦም ሓደ ነገር ክገብሩ ክደልዩ ከለዉ ኣትሊስት ንሓደ ወርሒ ወይ ንክልተ ወርሒ ኣካውንታቢሊቲ ዝሕዞም ሰብ የድልዮም ምክንያቱ ንሕና ሓንጎርና ወይ ኣእምሮና ከነታሎ ንኽእል ኢና ሓደ ሰብ እንታይ ይገብር ነይሩ መሲልኩም ኣብ ኮሌጅ ንግሆ ተስኤ ከፅኒዐ ኢሉ ፕላን የውፅእ እሞ ንግሆ ተሲኡ ላፕቶፕ ምስ ከፈት ላፕቶፕ ይባ ቻርጅ ወዲኣ ኢሉ ተመሊሱ ድቅስ ንፅባሒቱ ከዓ እቲ ሎሚ እውን ላፕቶፔ ቻርጅ ወዲኣ እያ ኣይቢ ሕጂ እንታይ ድገብር ኣሎ ንነብሱ ምክንያት ይህብ ኣሎ መልሲ መልሲ ነብስና ውሽጥና መልሲ ትደልያ ሓደ ነገር ከምዚ ክገብር እንታይ ኮንካ ዘይገበርካ ኢላ ትሓተካ ንዕኡ መልሲ ክህባ ስለ ዝደለየ ምክንያት ፈጢርላ ግን እዚ ሰብ እዚ ኮነ ኢሉ ምሸት ቻርጅ ከይገበራ ዝድቅስ ነይሩ ነታ ላፕቶፕ ምክንያቱ ንጎ ክትስእ ኣይደለየን ንነብሱ ግን መልሲ ምእንቲ ክህባ ላፕቶፔ ቻርጅ የብላን እንዳበለ የመኽኒ ነይሩ ስለዚ ድማ ኢና ኣካውንተብሊቲ ዝሕዙና ሰባት ዘድልዩና ማለት እዩ ህይወትና እንድሕር ትፈልጥዎም ሰባት ኣለው ኣብ ከባቢኹም ድሕር ሰባት ኣለው ኣካውንታብሊቲ ሓዙ ንበሎም ንጎ ክትፅንሑ ደለኹም ሰዓት ክንዲ እዚኣ ኣተሰኣ ንበሎም ድሓር ንነዊሕ ግዜ ምስ ከድኩም እቲ ትገብርዎ ደጋጊምኩም ነገር ኣብቲ ሳብኮንሽስ ማይንድ ምስ ተመዝገበ ድሕሪኡ ክትድቅሱ ዋላ ተደሊኹም ሄይ ተስእ ሕጂ እኮ ክትጎይ ኣለካ ሕጂ እኮ ስፖርት ክሰርሕ ኣለካ ሕጂ እኮ ከተፅንሕ ኣለካ ሕጂ እኮ ከተንብብ ኣለካ ክብለኩም ይባዕሉ ኣካውንታብሊቲ ባዕሉ ክሕዘኩም ክጅምር እዩ ክሳብ ሽዑኡ ግን እቶም ልምድታትና ኮነ ኢልና ክንገብሮም ኣዝዮም ኣገደስቲ እዮም ምክንያቱ እንታይ ኢና ንደልና ህይወትና ክልወጥ ህይወትና ክልወጥ እንድሕር ኮይኑ ኮነ ኢልና ዋጋ ክንከፍል ኣዝዩ ኣገዳሲ እዩ መጽሓፍ ከንብብ ድሕር ደልየና ኮይኑ መጽሓፍ ምንባብ ምናልባት ኣሰልቻዊ ክኸውን ይኽእል እዩ ግን ንሓፂር ግዜ እዩ እዚ ነቲ ኣእምሮና ስለ ዘየልመድናዮ እዩ ጌርና ደይ ንፈልጥ ነገር ተኮይና እሞ እንታይ ይግበር እሱ ክሰምዓና እውን ኣይክእልን እዩ ግን ደጋጊምና ደጋጊምና ምስ ገበርናዮ ክለምዶ ክጅምር ንምንታይ ይመስለኩም ሰባት ሓድሽ ነገር ክርኢ ከለዉ ዘይቅበልዎ ምክንያቱ ሓድሽ ነገር ኣይለመዱን ንምንታይ ሓድሽ ነገር ክትገብር ከለካ ዝቃወሙካ ንምንታይ ትኽእልኒኻ ኖ ንምንታይ ትገብር ኣለኻ ዝብሉኻ ሞባይል ድፈጠረ ሰብ እኮ ኣብዚ ኾንኩም ናብ ኣብ ዓዲ ዘሎ ሰለብ ሰብ በዚኣ በዚኣ ንብረት እዚኣ ክትዛረብ ኢኹም ክትዛረብዎ ክትክእሉ ኢኹም ዝበለኩ ጽሉል እዮም ኢሎሞ ነይሮም ግን ሕጂ ስለ ዝለመድናዮ ስለ ዝተለማመድናዮ ኖርማል መሲልና ቴሌፎን ንዓና ከም ኖርማል ከይሓሰብና ልዒልና ቴሌፎን ንድውል ማለት እዩ መኪና ምዝዋር ምስ ተለማ መጀመርያ መኪና ዝዘወረ እንታይ ዝገብር ዓቕሉ እዩ ዝፀቡ ከምዚኣ ምስ በለ ነታ መንበር ናብ ቅድሚት ኣፀጊኣ ከምዚኣ ኢሉ ገና ኣብቲ ዝረኣየ መኪና ፍሬኑ እንዳሓዘ እዩ ዝኸይድ ዓመት ክልተ ዓመት ሰለስተ ዓመት ምስ ዘወረ ክንታይ ይኸውን ከይተረድኦ ቴሌፎን እንዳተዛረበ ካብ ስርሑ ገዝኡ ክበፅሕ ይኽእል እዩ በፂሐ ደ ኢሉ ጠጠው ክብል ይኽእል እዩ ሽዑ እንታይ ይገብር መሲልኩም እቲ ሳብኮንሽስ ማይንድ ናህና እንዳሰርሐ ነቲ ኮንሽስ ማይንድ ቦታ ይገድፈሉ ካልእ ነገር ንኽትሓስብ ካልእ ነገር ንኽትሰርሕ ቦታ ይገድፈልካ ንኣብነት ካብ ገዛ ንስራሕ ድሕር ትኸይድ ኣለኻ ኣብ ስራሕ ምስ ከድካ እንታይ ክትገብር ኣለካ ኣብ ስራሕ ኣብ ኦፊስ ድሕር ሰብ ፅበየካ ኣሎ እንታይ ኢልካ ክትዛረቦ ከም ዘለካ በቲ ኮንሽስ ማይንድ ናትካ እንዳሓሰብካ ትኸይድ እቲ ሳብኮንሽስ ማይንድ ግን መገዲ እንዳመራሓካ ካብቲ ቦታካ የብፅሓካ ማለት እዩ ስለዚ እዚ ተረዲእና ኮነ ኢልና ነገር ሓደ ነገር ኣብቲ ሳብ ኮንስስ ማይናና ሃቢት ኮይኑ ክሳብ ዝቕመጥ ክንፅዕር ኣዝዩ ኣገዳሲ እዩ ክንሰርሓሉ ኣዝዩ ኣገዳሲ እዩ ድሓር ሓንሳብ ምስ ተመዝገበ ግን ባዕሉ ክደፍኣና እዩ ኖርማል ክመስለና እዩ እቶም ከበድቲ ነገራት ዝመስልኹም ዝነበሩ ቅድሚ ሕጂ ድሓር ደጋጊምኩም ዝገበርኩሞም ቀለልቲ መሲሎምኹም ዶ ይፈልጡ ኮምፒውተር መጀመርያ ክትመሃርዋ ከለኹም ኮምፒውተር መጀመርያ ክትመሃርዋ ከለኹም ከባድ ዶ መሲላትኩም ደሓር ከ ካልእ እንዳሓሰብኩም ክትጽሕፉ ጀሚርኩም ዶ ትፈልጡ? ተሌፎን መጀመርያ ስማርትፎን ክመጻ ከለዋ ከበድቲ ዶ መሲለናኹም ነይረን? ደሓር ክትጥቀሙለን ምስ ጀመርኩም ሕጂ ቀለልቲ ዶ ኮይነን? ታይፕ ክትገብሩ በብሓደ ትጽሕፉ ዝነበርኩም ደሓር ደጋጊም ምስ ገበርኩም ካልእ እንዳሓሰብኩም ክትጽሕፉ ጀሚርኩም ዶ ትፈልጡ? ካልእ እንዳሓሰብኩም ናይ ሰብ ተሌፎን ቁጽሪ ኣውጺኹም ደዊልኩም ዶ ትፈልጡ? ዳሲት እዚ እዩ እቲ ኣእምሮና ማለት ከምዚ እዩ ዝሰርሕ ነቲ ኮንስስ ማይንድ ናትካ ኮነ ኢልካ ከተመዛዝን ክትሓስብ ይሕግዘካ ደሓር ካብኡ ደጋጊምካ ምስ ገበርካዮ ከኣ ናብ ሳብ ኮንስስ ማይንድ ናትካ ይኸይድ ሃቢት ኮይኑ ከኣ ይቕመጥ ንነዊሕ ግዜ ከኣ ይመርሓካ ወይ ከኣ ንነዊሕ ግዜ ከኣ ይጠቕመካ የገርግለካ ማለት እዩ ስለዚ ናይ ሎም ዓንቲ ትምህርተይ እዚኣ እያ ነይራ እቶም ሓደ ነገር ክትገብሩ ትደልዩ እቶም ሓደ ነገር ባህርያትኩም ክትቅይሩ ወይ ሓደ ዓይነት ኣካይዳ ክህልወኩም ትደልዩ ክትቅይርዎ ትደልዩ ብከምዚ ዓይነት መገዲ ኢኹም ክትቅይርዎ ትኽእሉ እባ ናይ ሎማዓንቲ ቪድዮ እዚኣ እያ ነይራ እንድሕር ፈቲኹማ ላይክ ሳብስክራይብ ሼር ግበሩ ሳብስክራይብ ክትገብሩ ከለኹም ከዓ እታ ናይ ደወል ምልክት ፅቐጥዋ ምእንቲ ሓደሽቲ ቪድዮታት ከውርድ ከለኹ ክበፅሓኩም እዩ ፈጣሪ ፍቅርን ሰላምን ዓወትን ብልፅግናን ክህበና ምነ ሰሰናዩ